እዚ ድምፂ ሓርነት እዩ። ድምፂ ሓርነት ብሰልፊ ዲሞክራሲ ህዝቢ ኤርትራ ዝመሓላለፍ ኣህጉራዊ ናይ ረድዮ ፈነወ እዩ። እዚ ድምፂ ሓርነት እዩ።

መርሓባ ዝኸበርኩምን ዝኸበርክንን ተኻታተልቲ ድምጺ ሓርነት ብሰላም ቀኒኹም ክትኮኑ እናተመነና ሎሚ ዓርቢ ዕለት ሓደ ለካቲት ክልተ ሽሕን ዓሰርተ ሰለስተን ኣብ እነመሓላልፎ ዘለና መደብ ፈነዋ ሬድዮና ፈለማ ዜና ከነቕርበልኩም ኢና። ቀጺልና መግለጺ ሓሙሻይ ስሩዕ ኣኼባ ፈጻሚት ሽማግለ ሰልፊ ዲሞክራሲ ህዝቢ ኤርትራ ዝብል ከነስዕበልኩም ኢና። ሰናይ ምክትታል። ብመጀመርታ ኣርእስቲ ዜና። ሰልፊ ዲሞክራሲ ህዝቢ ኤርትራ ንኣኼበኛታት መበል ሓምሳ ዓመት መራሕቲ ኣፍሪቃ፣ ኣፍሪቃዊ ሰብኣዊ መሰላት ከኽብሩን ንህዝባዊ ቻርተር ከተግብሩን ጸዊዑ። ኣብ ልዕሊቶም ኣብ ሲና ዝርከቡ ገበነኛታት ነጋዶ ደቂ ሰባት ስጉምቲ ክውሰድ ዝፅውዕ መዘክር ሰልፊ ዲሞክራሲ ህዝቢ ኤርትራ ናብ ፕሬዚደንት ግብፂ ተላኢኹ ኣብ ሲና ጆሆ ተታሒዞም ዘለዉ ስደተኛታት ክልቀቑ ምእንታን ዝፅውዕ ሰላማዊ ሰልፊ ኣብ በርሊን ሚኒስተር ዜና ነበር ዓሊ ዓብዱ ንህግደፍ ራሕሪሑ ኣብ ስደት ከም ዝርከብ ንሽወደናዊ ጋዜጣ ኤክስፕረሰን ብዕለት ሰላሳ ጥሪ ክልተ ሽሕን ዓሰርተ ሰለስተን ቃል ሂቡ። ንሎሚ ዘዳለናልኩም ዜናታት እንሆ። ሰልፊ ዲሞክራሲ ህዝቢ ኤርትራ ንኣኸበኛታት መበል ሓምሳ ዓመት መራሕቲ ኣፍሪቃ፣ ኣፍሪቃዊ ሰብኣዊ መሰላት ከኽብሩን ህዝባዊ ቸርተር ከተግብሩን ጸዊዑ። ሰልፊ ዲሞክራሲ ህዝቢ ኤርትራ፣ ነቶም ኣብ ኣዲስ ኣበባ ኣኼባ ዘካይዱ ዘለዉ መራሕቲ ኣፍሪቃ፣ ነቲ ንኣፍሪቃዊ ሰብኣዊ መሰላትን ህዝባዊ ቻርተርን ብዝምልከት ብሽሕን ትሽዓተ ሚእትን ሰማንያን ሓደን ዘጽደቕዎ ስምምዓት ከኽብሩን ከተግብሩን ጸዊዑ። ምስዚ ብምትእስሳር፣ ነቲ ኣብ ኤርትራ ዘሎ ኩነታት ኣቓልቦ ክገብሩሉ'ውን ኣተሓሳሲቡ። እታ ብኣጋጣሚ መበል ሓምሳ ዓመት ጽምብል ምምስራት ሕቡራት ኣፍሪካ እተጻሕፈት ቅልዕቲ ደብዳቤ፣ ንኣፍሪቃዊ ሕብረትን ኮሚሽናቱን፣ ነቲ ኣብ ሃገራት ኣፍሪቃ ግዝኣተ ሕጊ ንምስፋን ዘጽደቖ ውዑላትን ዝዘርግሕዎ ኣዋጃትን፣ እንተላይ ነቲ ኣብ ትሕቲ ጨቋኒ ስርዓት ኢሰያስ ዝነብር ዘሎ ሽዱሽተ ሚልዮን ህዝቢ ኤርትራ ብዝምልከት ምዃኑ'ውን ተዘኻኽር እያ። እቲ ናብ ኩሎም ተሳተፍቲ መበል ሓምሳ ዓመት ኣኼባ መራሕቲ ኣፍሪቃ ዝተላእከ ደብዳቤ ትሕዝትኡ ከምዚ ዝስዕብ እዩ። ክቡራት ተኻፈልቲ ኣኼባ መራሕቲ ኣፍሪቃ ኣብ ጽምብል መበል ሓምሳ ዓመት ሰልፊ ዲሞክራሲ ህዝቢ ኤርትራ ንመበል ሓምሳ ዓመት ምምስራት ሕብረት ኣፍሪቃ ንምኽባር፣ ሎሚ ዕለት ዕስራን ሸውዓተን ጥሪ ኣብ ኣዲስ ኣበባ ዝጅመር ዘሎ ተረኻ ኣኼባ መራሕቲ ሃገራት ኣፍሪቃ ብዓወት ክዛዘም ዘለዎ ትምኒት ይገልጽ። ኣብዚ ሎሚ ኣብ ኣዲስ ኣበባ ዝኽበር ዘሎ ወርቃዊ ኢዮቤልዩ ብዙሕ ነገራት ክዕወትዩ ብዝብል ተስፋ ነዚ ሓድነት ኣብ ምምስራት ኣብ ቅድመ ግንባር ዝተሰለፉ ቀዳሞት መራሕቲ ኣቦታት ክዋሜ ንክሩማን ጁልየስ ኔረረን ዘለዎ ኣድናቖቱን ኣኽበሮቱን ድማ ይገልጽ። ሰልፊ ዲሞክራሲ ህዝቢ ኤርትራ፣ ኣብ ኤርትራ ለውጥን ዲሞክራስን ንምስፋን ከም ዝቃለስ ልሉይ ተቓዋሚ ውድብ መጠን፣ ነዚ ኣጋጣሚ እዚ ተጠቒሙ፣ ነቶም መራሕቲ ኣፍሪቃ ነቶም ኣብ ቻርተርን ውዕላትን ሕቡራት ኣፍሪቃ ሰፊሮም ዘለዉ ዕላማታት ኣብ ግብሪ ናይ ምውዓል ሓላፍነት ከም ዘለዎም ከዘኻኽር ይፈቱ። ክቡራት መራሕቲ መንግስቲ ኣፍሪቃ፣ መንግስቲ ኤርትራ ነዚ ድሕሪ ናይ ሰላሳ ዓመት መሪር ተጋድሎ፣ ናጻነቱ እተጓናጸፈ ሽዱሽተ ሚልዮን ዝኸውን ህዝቢ ኤርትራ ጽቡቕ ኣይፈደዮን። ውድብ ሕቡራት ኣፍሪቃ እንተኾነ እውን ኣብ መዋእል ብረታዊ ተጋድሎ ስቅያት ህዝቢ ኤርትራ ኣብ ምቅላል ዝተጻወቶ ኣወንታዊ ተራ ከምዘይነበሮ ትዝክርዎ ኢኹም ክቡራት መራሕቲ። ሎሚ ከኣ ኣፍሪቃዊ ሕብረት ነቲ ብሽሕን ትሽዓተ ሚእትን ሰማንያን ሓደን ዓመተ ምህረት ኣብ ቸርተሩ ዘስፈሮ ኣብ ሕጊ ዘይተመርኮሰ ናይ ማእሰርቲ ስጉምታት ምውሳድ ዝኽልክል ዓንቀጽ ናይ ሰብኣዊ መሰል ኣብ ግብሪ ብዘይምውዓል ዘሕዝን እዩ። ከምኡ'ውን እቲ ቻርተር ንግዝኣት ሕጊ ዘኽብርን መሰላትን ነጻነታትን ዜጋታት ዘኽብርን ዘተባብዕን ዝጽውዕን ዓንቀጻት ዘለዎ እዩ። ነዚ ብዝምልከት ኣብ ሻብዓይ ዓንቀጽ እዚ ዝስዕብ ሓሳብ ሰፊሩ ይርከብ። ዝኾነ ኣፍሪቃዊ ዜጋ ኣብ ቅድሚ ብቕዓት ዘለዎ ቤት ፍርዲ ቀሪቡ ገበኑ ክሳብ ዘይተረጋገጸ ንጹህ እዩ። ኣብ ድሩት ግዜ ሻራ ኣብ ዘይብሉ ቤት ፍርዲ ቀሪቡ ክፍረድ መሰሉ እዩ ይብል። ኩሉኹም ከም እትፈልጥዎ ብክልተ ሽሕን ሓደን ዓመተ ምህረት ዝተሓዙ ላዕለዎት ሰበ ስልጣን ኤርትራን ጋዜጠኛታትን ብዘይ ክስን ብዘይ ፍርድን ኣብ ማእሰርቲ ይርከቡ ኣለዉ። ሓድነት ኣፍሪቃ ብዛዕባ እዚ ጉዳይ እዚ ዝገበሮ ነገር የብሉን። ካብ ቤት ማእሰርቲ ዒራዒሮ ዝተረኽበ ሓበሬታ፣ ዳርጋ ፍርቆም ብሰንኪ ሕማቕ ኣተሓሕዛን ስእነት ሕክምናን ሞይቶም እዮም። ብዓሰርተታት ኣሽሓት ዝቑጸሩ እሱራት ከኣ ብዘይ ፍርዲ ኣብ ማእሰርቲ ክበልዩ ይረኣዩ ኣለዉ። ብኣሽሓት ዝቑጸሩ ኤርትራውያን ድማ ኣብቲ ዞና'ቲ ብዝርከቡ ነጋዶ ደቂ ሰባት ይሳቐዩ ኣለዉ። ኣብ ሲና ካብ ዓሰርተ ሽሕ ዘይውሕዱ ስደተኛታት፣ ኣደዳ ማእለያ ዘይብሉ ናይ ጅሆ ገንዘብ ምኽፋልን ናውቲ ኣካላቶም ተቐንጢቡ ምሻጥን ኮይኖም እዮም። ካብ ሰለስተ ሽሕ ዘይውሕዱ ኤርትራውያን፣ ናውቲ ኣካላቶም ድሕሪ ምውሳዱ ተቐቲሎም ተደርብዮም እዮም። ክቡራት መራሕቲ ኣፍሪቃ፣ መበል ሓምሳ ዓመት ጽንብል ምምስራት ሕብረት ኣፍሪቃ፣ ነቲ ንግዝኣተ ሕጊ ዘተባብዕ ኣብ ቻርተርን ኣዋጃትን ናይቲ ውድብ ኮሚሽናቱን ሰፊሩ ዘሎ ዓንቀጻት ኣብ ግብሪ ንምውዓል፣ ኣፍሪቃውያን መንግስታት ቆሪጾም ዝብገሱሉ ኣኼባ ክኸውን ንትንስፎ። ብወገንና ነዚ በቲ ዝጨከነ ስርዓት ኣብ ኣህጉርና ዝሳቐ ዘሎ ህዝቢ ኤርትራ ዝግባእ ኣትኩሮ ክገብረሉን ዘድልዩ ስጉምቲ ክወስዱን ንምሕጸነኩም። ሕጉስ ጽምብል መበል ሓምሳ ዓመት ይግበሮ። ዕድመ ንሕብረት ኣፍሪቃ፣ መንግስትኣብ ኣስመሮም፣ ኣቦ መንበር ሰልፊ ዲሞክራሲ ህዝቢ ኤርትራ። ኣብ ልዕሊ'ቶም ኣብ ሲና ዝርከቡ ገበነኛታት ነጋዶ ደቂሰባት ስጉምቲ ክውሰድ ዝጽውዕ መዘክር ሰልፊ ዲሞክራሲ ህዝቢ ኤርትራ ናብ ፕረሲደንት ግብጺ ተላኢኹ። ትሕዝቶኡ'ውን ከምዚ ዝስዕብ እዩ። ክቡር ኣቶ ሙርሲ! ኣነ ስመይ ኣብ ታሕቲ ተጠቒሱ ዘሎ ኣቦ መንበር ናይ ሓደ ተቓዋሚ ስርዓት ኤርትራ ዝኾነ ውድብ፣ ኣብቲ ኣብ በርሊን እተኻየደ ንህይወት ናይቶም ብግብጻውያን በደዊን ጅሆ ተታሒዞም ክፋላት ካብ ኣካላቶም ኣብ ዕዳጋ ዝሽየጥን ዘሎ መንእሰያት ንምድሓን ንስኻን ሰበስልጣን ጀርመንን ትኹረት ክትህብሉ ዝጸውዐ ሰላማዊ ሰልፊ ተኻፊለ ነይረ። በዚ ኣብ ምድረ በዳ ሲና ዝፍጸም ዘሎ ኣስካሕካሓይ ተግባር ዝሳቐዩ ዘለዉ ልዕሊ ዓሰርተ ሽሕ ዝኾኑ ስደተኛታት፣ ቴስዓ ካብ ሚእቲ ካብኦም ድማ ካብቲ ኣብ ሃገሮም ሰፊሩ ዘሎ ሕማቕ ኩነታት ከምልጡ ዝፈተኑ ኤርትራውያን ምዃኖም ዘሕዝን እዩ። ሰለስተ ሽሕ ካብኦም ድማ ገለ ክፋላት ካብ ኣካላቶም ተሰሪቑ ዝተሰወሩ እዮም። ክቡር ፕረሲደንት! ሃገርኩም ኣብ ዘይርጉእ መስርሕ ምስግጋር ትርከብ ምህላዋ ይርደኣና እዩ። እንተኾነ ግን ከም ግብጺ ዝኣመሰለ ሓው ሃገር ንምድሓን ናይዞም ገበነኛታት ነጋዶ ደቂ ሰብ ጅሆ ተታሒዞም ዝሳቐዩ ዘለዉ ኤርትራውያን ስደተኛታት ቀዳምነት ዘይምሃቡ ዘሕንኽ እዩ። ቅድሚ ሕጂውን ልክዕ ከምዚ ዝትሕዝኡ መዘክር ናብ ቤት ጽሕፈትኩም ልኢኽና ኔርና ኢና። ምስዚ ኣተሓሒዘ፣ ኣብ ሲናይ ዝተፈጸሙ ገበናት ዝገልጹ ብቀይላታት ዝተዳለዉ መጽናዕትታትን ሓበሬታታትን ክኾነኩም እሰደልኩም ኣለኹ። እዚ ኣብ በርሊን ኣብ ዝርከብ ኤምባሲኹምን ኣብ ሕቡራት ሃገራት ብዘለዉ ልኡኻትኩምን ኣቢሉ ዝለኣኸልኩም ዘሎ መዘክር፣ ኣብ ኢድኩም ክበጽሕን ብኡ መሰረት ድማ ኣድላይን ቅልጡፍን ስጉምቲ ክትወስዱ ዘለኒ ተስፋ። ምሉእ እዩ። መንግስትኣብ ኣስመሮም ኣቦ መንበር ሰልፊ ዲሞክራሲ ህዝቢ ኤርትራ ሰላሳ ጥሪ ክልተ ሽሕን ዓሰርተ ሰለስተን ኣብ ሲና ጅሆ ተታሒዞም ዘለዉ ስደተኛታት ክልቀቑ ዝጽውዕ ሰላማዊ ሰልፊ በርሊን ኣብ በርሊን ሃገር ጀርመን ብዕለት ዕስራን ትሽዓተን ጥሪ ክልተ ሽሕን ዓሰርተ ሰለስተን ብዙሓት ኤርትራውያን ዝተሳተፍዎ ሰላማዊ ሰልፊ ተኻይዱ። ሰላማዊ ሰልፊ ብጀርመናውያን ኣባላት ጸጋማዊ ሰልፍን ተጣባበቕቲ ሰብኣዊ መሰላትን ብኤርትራዊት ወይዘሮ ገርግሹ ዮሃንስን ተጸውዑ እዩ ነይሩ። ዕላማ ሰላማዊ ሰልፊ ብምኽንያት ብጽሖት ፕረሲደንት ግብጺ መሓመድ ሙርሲ ድምጽን ልሳንን ናይቶም ብኣማእት ዝቑጸሩ ነጋዶ ደቂ ሰባት ኣብ ሲና ተኣሲሮም ዘለዉ ስደተኛታትን ኣብ ልዕሊኦም ዝወርድ ዘሎ ግህሰት ሰብኣዊ መሰላትን ብሓፈሻ ኣደዳ መሸጣ ክፍሊ ኣካላቶም ዝኾኑን ዘለዉ ኤርትራውያን ድማ ብፍላይ ብምቅላሕ ንዝምልከቶም መንግስታዊ ትካላት ጀርመንን መራሕ ግብጽን ሓላፍነቶም ክስከሙ ንምዝኽኻርን እዩ ነይሩ። እዚ ሰብኣዊ መጸዋዕታዚ ዘገደሶም ኤርትራውያን ሰላማውያን ሰልፌኛታት ቁርን ክራማተን ጀርመን ድምብርጽ ከይበሎም ስርቂ ናይ ሰብን መሸጣ ክፍሊ ኣካላትን ወዲ ሰብን ኣብ ሲናይ ደው ይበል ኣፍሪቃውያን ስደተኛታት ኣብ ግብጺ ነጻ ይለቐቑ ዝብሉ ጭርሖታት እናደጋገሙ እዮም። ድሕሪ ነዊሕ ጉዕዞ፣ ኣብ ቅርዓት ናይ ሚኒስትሪ ወጻኢ ጉዳያት ፓርላማ ጀርመንን፣ ቡንድስኣምት፣ ዝበጽሑ፣ ኣባል ጸጋማዊ ሰልፊ ጀርመንን ወካሊት ጸጋማዊ ሰልፊ ኣብ ኮሚቴ ሰብኣዊ መሰላትን ዝኾነት ወይዘሮ፣ ኣንተግራት ኣብ ዘቕረበቶ መግለጺ፣ ነቲ ኣብ ምድላው ሰላማዊ ሰልፊ ምስኣ ዝተሓባበረት ወይዘሮ ገርጊሹ ዮሃንስን ንኹሎም ተኻፈልቲ ሰላማዊ ሰልፍን ምስጋናኣ ገሊጻ። ቀጺላ፣ ብዛዕባ'ዚ ከቢድ ግህሰታት'ዚ ናብ ዝምልከቶም ኣካላት መልእኽትናን ሕቶታትናን ኣቕሪብና ኢና። ጽባሕ እውን እንተኾነ ፕረሲደንት ሙርሲ ንጀርመን ምስ ኣተወ፣ ምስ ሓላፊ ቤት ጽሕፈት ጉዳያት ጀርመን ኣቶ ቫስተቭለን ካልኦት ናይ መንግስቲ ሰበስልጣንን ተራኺቦም ብዛዕባ እዚ ጉዳይ እዚ ኣልዒሎም ክዘራረቡ ተስፋ ንገብር ኢላ። ኣብ ዝመጽእ ኣኼባ ኮሚቴ ሰብኣዊ መሰላት ብዛዕባ እዚ ጉዳይ እዚ ክንዘራረብ ኢና እውን ክትብል ወሲኻትሉ። ወይዘሮ ኣነታ ኣስዒባ፣ ኣነ ነዚ ዛዕባዚ ብቐሊሉ ኣይክድግፎን እየ። ክሳብ ኣብ ማዕርፍኡ ዝበጽሕን ኩሎም ኣብ ሲና ዝርከቡ እሱራት ነጻ ወጺኦም ኣብ ዝደለይዎ በጺሖም ናይ ምንባር ዕድል ዝረኽቡን ክጽዕር ምዃነይ ቃል ይኣትወልኩም ክትብል ድማ ዘረባኣ ደምዲማ። ሰልፈኛታት ኣብ ቅርዓት ወጻኢ ጉዳይ ቤት ጽሕፈት ንንውሕ ዝበለ ግዜ ጭርሖታቶም ድሕሪ ምቅላሕ፣ ዕላማ ሰላማዊ ሰልፊ ዝገልጽ ብዓረብኛን ጀርመንኛን ዝተዳለወ ጽሑፋት ተነቢቡ። ሰለስተ ደቂ ኣንስትዮ ከኣ ነቲ ኣብ ሲና ዝፍጸም ዘሎ ግፍዕታት ንምንጽብራቕ ኣብ ቲከትከት ዝብል ቁሪ ኣብ ባይታ ለጥ ኢለን ኣውያት ኣስሚዐን። ድሕሪዚ ሰላማዊ ሰልፈኛታት ናብ ቤት ጽሕፈት ፓርላማ ጀርመን ገጾም ኣምርሑ። ኣብኡውን ወይዘሮ ኣነተን ወይዘሮ ገርግሽን እቶም ኣብ ሲና ጅሆ ተታሒዞም ዘለዉ ስደተኛታት ዘጋጥሞም ዘሎ ጸገማትን ብዝርዝር ገሊጸን። ነዚ ደው ንምባል ኩሉ ዝከኣለን ክገብራ ምዃነን ድማ ተማባጺዐን። ሓደ መንእሰይ ነቲ ኣብ ሲና ዘሎ ስቅያት ክገልጽ ከሎ፣ ሓንቲ መዓልቲ ኣብ ሲና ሓንቲ ዓመት እያ ኢሉዋ። ካብዚ ዝዓቢ ሽግግር ስለ ዘይብልና፣ ንሽግርና ንምፍታሕ ሓቢርና ተራዳዲእና ንስራሕ እውን ኢሉ። ወይዘሮ ፌቨን ጊደዎን እውን ብዛዕባ ሓደ ኣቦኡን ኣዲኡን ኣብ ቃልሲ ምእንቲ ሓርነት እተሰውኡ፣ ተኪኤ እተባህለ ብበደዊን እተቐትለ መንእሰይ፣ ኣነስ ኣይተካእኩኹምን ኢልኪ ንወለደይ ንገረለይ ዝበላለቡዋ ንብዓት እናተፈራረቓ ንሰላማዊ ሰልፈኛታት ነጊራቶም። ብዙሓት እውን ምስኣ ሓቢሮም ክነብዑ ተራእዮም። ኣቦ መንበር ሰልፊ ዲሞክራሲ ህዝቢ ኤርትራ ሓው መንግስተኣብ ኣስመሮምን ኣባል ማእከላይ ባይቶ ሓው ንጉሰ ጸጋይን እውን ኣብቲ ሰላማዊ ሰልፊ እቲ ተኻፊሎም ነይሮም። ሚኒስተር ዜና ነበር ዓሊ ዓብዱ፣ ንህግድፍ ራሕሪሑ ኣብ ስደት ከም ዝርከብ ንሽወደናዊ ጋዜጣ ኤክስፕረሰን ብዕለት ሰላሳ ጥሪ ክልተ ሽሕን ዓሰርተ ሰለስተን ቃሉ ሂቡ። ጋዜጣ ኤክስፕረሰን ኣብ ናይ ዕለት ሰላሳ ጥሪ ክልተ ሽሕን ዓሰርተ ሰለስተን ኣብ ዘውጽኦ ዜና፣ ወዲ ኣርብዓን ሸውዓተን ዓመት ቀንዲ ናይ ምልካዊ ስርዓት መራሕ ኢሰያስ ኣፈወርቂ ናይ ቀረባ መሳርሕቲ ዝነበረ ብስራሕ ምኽንያት ኣብ ወርሒ ሕዳር ካብ ኤርትራ ምስ ወጸ ንኤርትራ ከይተመልሰ ተሰዊሩ ከም ዝተረፈን ክሳብ እዛ ዕለት እዚኣ ከኣ ኣብ ስቱር ቦታ ይነብር ከም ዘሎ ሓቢሩ። እቲ ርክብ ብቐጥታ ምስ ዓሊ ዓብዱ ዘይኮነስ ኣብ ኣሜሪካ ዝቕመጥ ሳልሕ ዮኑስ ዝተባህለ ሓዉ ኣቢሉ ከም ዝተፈጸመ ኤክስፕረሰን ይሕብር። ምኒስትሪ ዜና ነበር ዓሊ ዓብዱ ናይ ዳዊት ኢሳቕ ይኹን ካልኦት ብመንግስቲ ተኣሲሮም ዘለዉ ጋዜጠኛታትን ሚኒስተራትን ዋላ ሓንቲ ትኹን ኣፍልጦ ከምዘይብሉ ገሊጹ። ብተወሳኺ'ውን ንሱ ይኹን ካልእ በዓል ስልጣን ብዛዕባ እዞም እሱራት ዝፈልጦ ክህቦ ዝኽእል ሓበሬታ'ውን ከምዘየለ ኣብሪሁ። እዚ ዝኾነሉ ምኽንያት ከኣ እቲ ንመንግስቲ ዝቃወሙ ናይ ምእሳር ስጉምቲ ብተሌፎን ወይ ከኣ ብኣፍ ወይ ብቓል ዝመሓላለፍ ትእዛዝ ብዘይካ ኢሰያስ ኣፈወርቅን ቀረባ ናይ ጸጥታ መሳርሕቱን ተዘይኮይኑ ካልእ ዝፈልጦ የልቦን ኢሉ። እዚ ስለ ዝኾነ ከኣ ኣብ ኤርትራ ስኑድ ሓበሬታ እሱራት የልቦን ክብል ወሲኹ። ሓላፊ ቤት ጽሕፈት ፖሊስ ኤርትራ እውን እንተኾነ ብዛዕባ እዞም እሱራት ዝፈልጦ ሓንቲ የብሉን። እዚ ኣብ ኤርትራ ዝተረኽበ ሓደጋ ኣዝዩ ዘሕዝን እዩ። እንተኾነ ኢሰያስ ዝስከሞ ሓላፍነት እዩ ብምባል ቃል ኣቕሪቡሉ ኣሎ። ስለምንታይ ካብ ኤርትራ ወጺኡ ንስደት ከም ዝመረጸ ንዝቐረበሉ ሕቶ ግን ከይመለሰ ሓሊፍዎ። ኣብ መወዳእታ እቲ ሳልሕ ዮኑስ ማለት ሓዉ ንዓል ዓብዱ ብጥፍኣት ሓደ ወለዶ ኤርትራዉያን ከም ጥልመት ቆጺሩ ኣብ ትሕቲ ከቢድ ሓሳብን ተርባጽን ከም ዝርከብ ኣተንቢሁ። ምንጪ ሽወደናዊ ጋዜጣ ኤክስፕረሰን ዕለት ሰላሳ ጥሪ ክልተ ሽሕን ዓሰርተ ሰለስተን።

መግለጺ ሓሙሻይ ሱር ኣኼባ ፈጻሚ ሽማግለ ሰልፊ ዲሞክራሲ ህዝቢ ኤርትራ ፈጻሚ ሽማግለ ሰልፊ ዲሞክራሲ ህዝቢ ኤርትራ ርሱን ቁልዒ ተቃውሞ ኣንጻር ስርዓት ህግደፍ ብገለ ክፋል ካብ ሰራዊት ኤርትራ ኣብ እተጋህደሉ እዋን'ዩ ሓሙሻይ ስሩዕ ኣኼብኡ ካብ ዕስራን ሽዱሽተን ክሳብ ዕስራን ሸውዓተን ጥሪ ክልተ ሽሕን ዓሰርተ ሰለስተን ኣካይዱ። ኣኼባ ብዛዕባ ሃገራውን ውድባውን ዛዕባታት ተመያይጡ፣ ኣገደስቲ ውሳኔታት ኣሕሊፉ፣ ናይ መጻኢ መድረኽ መደብ ዕዮታት'ውን ኣጽዲቑ። ኣኼባ ፈጻሚት ሽማግለ ሰልፊ ዲሞክራሲ ህዝቢ ኤርትራ ንህዝብና ወሪድዎ ዘሎ ፖለቲካዊ፣ ቁጠባውን ማሕበራውን ጸገማት ኣብ ኣዝዩ ኣሰካፊ ደረጃ በጺሑ ምህላዉ ብኣንክሮ ተመልኪቱ። ምንቅስቓስ ዕስራን ሓደን ጥሪ ንዜናዊ ትካላት ዲክታቶርያዊ ስርዓት ተቖጻጺሩ ፖለቲካውያን እሱራት ናይ ምፍታሕን ቅዋም ናይ ምትግባርን ጠለባቱ ከቃልሕ ምኽኣሉ ንተስፋታት ህዝብና ዘሐደሰ ንሞራላዊ ሓላፍነት ሓይልታት ምክልኻል ኤርትራ ዘዘኻኸረ፣ ንቆላሕታ ኣህጉራዊ ትካላትን ማዕከናት ዜናን ዘበራበረ ኣገዳሲ ተረኽቦ ምንባሩ ፈጻሚ ሽማግለ መዚኑ። ነቶም ነዚ ስጉምቲዚ ዝወሰዱ ኣካላት ሓይልታት ምክልኻል ድማ ንገዛእ ርእሶም ንሓደጋ ብምስጣሕን በጃ ብምዃንን መሰረታዊ ድሌት ናይ ህዝብና ዘንጸባረቑ ናይ ለውጢ ኣኽሎ ዘበሰሩ ስርዓት ኢሳያስ ዝርዕደሉ ነድሪ ዘርኣዩ ደጊም ይኣክል ዝበሉ ጀጋኑ ይቖጽሮም። እቲ ተረኽቦ ክሳብ ክንድዚ ዓቢ ዕላማ ሒዙ ዝተበገሰ ክነሱ ዝኣክል ውሽጣውን ግዳማውን ውደባ ስለ ዘይተገብረሉ እቲ ስርዓት ኣብ ሓጺር እዋን ክቖጽዮ ክኢሉ። እንተኾነ ግን እዚ ሕጽረታት እዚ ብዝኾነ መልክዑ ንዕብየት ባህጊ ለውጥን ንዝቐረበ ስትራተጂካዊ ጠለባትን ንተደላይነት ቀጻሊ ተቓውሞን ከም ዘይንክዮ ፈጻሚ ሽማግሌ ኣረጋጊጹ። ብኻልእ መዳይ ዲክታቶርያዊ ስርዓት ኣስመራ ነዚ ኩነታት'ዚ ተጠቒሙ ዘካይዶ ዘሎ ሰፊሕ ናይ ማእሰርትን ቅንጸላን ተግባራት ነቲ ምንቅስቓስ ካብ መሰረታዊ ዕላምኡ ኣልጊሱ ክህቦ ዝደሊ ትሕተ-ሃገራዊ ትርጉም ብመሰረቱ ነቲ ናይ ህዝቢ ኤርትራ ፈላሊኻ ምግዛእ ፖሊሲታቱ ዘዕንግል ዘስደምም ፖለቲካዊ ወፈራ ብምዃኑ ፈጻሚት ሽማግለ ኣትሪሩ ኮኒንዎ። ህዝቢ ኤርትራን ተቓወምቲ ሓይልታቱን ድማ ነዚ ወፈራታት እዚ ኣብ ምምካትን ነቲ ኣካላት ሰራዊት ዘበገስዎ ቁልዒ ለውጢ ኣብ ምጉህሃርን ዕዮታቶም ከወሃህዱን ትካላዊ ኣሰራርሓኦም ከስምሩን ፈጻሚት ሽማግለ ጸዊዑ። ፈጻሚት ሽማግለ፣ ኣብ ወጻኢ ዝርከቡ ኤርትራውያን ብዛዕባ ዝካየድ ዘሎ ፖለቲካዊ ቃልስን ሃለዋት ደምበ ተቓውሞን እውን ካብቲ ብትኹረት ዝተመልከቶ ናይዚ መድረኽ እዚ ቀንዲ ጉዳይ እዩ። ኣብዚ እዋን እዚ ኣብ መንጎ ውሽጥን ወጻእን፣ ኣብ መንጎ ኣካላት ሰራዊት ኤርትራን ደምበ ተቓውሞን ህይወት ዘለዎ ንጡፍ ምውህሃድ ክህሉ ይግባእ ነይሩ። ናይዚ መድረኽ እዚ ዘእዊ ጠለብ ክነሱ ግን ገና ኣይተሳለጠን። ብኣንጻሩ ድማ ምጭጫሕ ውድባት፣ ዘይምኽኑይ ምፍልላያት፣ ናይ ሕድሕድ ፖለቲካዊ ምቅንጻላት ክዛይድን ዓቕሚ ተቓወምቲ ውድባት ኣብ ክንዲ ዝስስን ከኣ እናተዳኸመ ክኸይድን ይረኣ ኣሎ። እዚ ሃለዋት እዚ ክሳብ ክንደይ ኣሕዛንን ጎዳእን ምዃኑ ፈጻሚ ሽማግለ ተገንዚቡ፣ ነዚ ሰፊኑ ዘሎ ድኽመታትን ፈላላዪ ኩነታትን ንምስጋር ምውዳቕ ምልኪ ኣብ ኤርትራ መሰረታዊ ቅድመ ኩነት ምዃኑን ክንይኡ ንሰላማዊ ዲሞክራሲያዊ ዕቤት ኤርትራ ብምምዕዳው ካብ ቅርሕንትታትን ጸለመን ብምውጻእ ሓድሽ ተበግሶን ሓድሽ ምውህሃድን ከም ዘድልን ብድምቀት ኣስሚርሉ። ነዚ መደባት'ዚ ንምዕዋት ሰልፊ ዲሞክራሲ ህዝቢ ኤርትራ ንሰላምን ዕርቅን ኣብ ትሕቲ ዝብል ጭርሖ ሃገራዊ ዘተን ልዝብን ንምዕዛዝ ስምረት ተመሳሰልቲ ውድባት ንምርግጋጽ ብሓፈሻ ድማ ደንበ ተቓውሞ ንምሕያል ተበግሶታት ክውሰድን እጃሙ ከበርክትን ምዃኑ ኣረጋጊጹ። ነዚ ክካየድ ተወጢኑ ዘሎ መስርሕ ልዝብን ምርድዳእን ብዕቱብነት ንምክያድ ከኣ ኣቦ መንበር ፈጻሚ ሽማግለ ዝመርሖ ሰለስተ ዝኣባላቱ ፍሉይ ናይ ስራሕ ሽማግለ ኣቝሙ። ኣብ ክሊ እዚ ኣርእስቲ እዚ ገለ ውድባትን በርጌሳዊ ማሕበራትን ልክዕ ከምቲ ሰልፊ ዲሞክራሲ ህዝቢ ኤርትራ ዝርእዮ ካብዚ ሕልኽልኽ ወጺእና ኣብ ልዝብ ንእቶ ካብ ዝብል ኣረዳድኣ ምስ ሰልፊ ዲሞክራሲ ህዝቢ ኤርትራ ንምርኻብ ዝገበርዎ ጸዋዒት ኮነ ዘርኣይዎ ድልየታት እናመጎሰ ኣብ ዘተን ልዝብን ክኣቱ ቅሩብነት ከም ዘለዎ ፈጻሚት ሽማግለ ኣረጋጊጹ። ፈጻሚት ሽማግለ ነቲ ህዝብና ዝነብሮ ዘሎ ሓፈሻዊ ኩነታት መነባብሮ፣ ስእነት ስራሕን ቅሳነትን፣ ብኩራት መሰረታዊ ኣገልግሎታት፣ ብሓፈሻ ድማ ውድቀት መንግስታዊ ትካላትን ምግርጋር ሕጊ ኣልቦነትን ዘኪሩ እቲ እንኮ ፍታሕ ከምቲ ተደጋጊሙ ዝተረጋገጸ ምስዓር ምልኪ ምዕዋት ቅዋማዊ ዲሞክራሲያዊ ህዝባዊ ስርዓትን ብምዃኑ ህዝቢ ኤርትራ ንህዝባዊ ናዕቢ ክዕጠቕ ጸዊዑ። ነቶም ግዳይ ነጋዶ ኣካላት ወድ ሰብ ዝኾኑ ወይ ንመሪር ሓደጋታት መጭወይትን ሞትን ዝቃልዑ ዘለዉ መንእሰያትና ከምኡ'ውን ነቶም ኣብ ከባቢ ሃገራት ኮነ ኣብ ወጻኢ ተዓቚቦም ዘለዉ ስደተኛታትና እውን ዘኪሩ መሰላቶም ንምክልኻልን ኣውያቶም ከም ዝስማዕ ንምግባርን ድማ፣ ከምቲ ክካየድ ዝጸንሐ ጻዕሪ ሕጂ'ውን ናብ ሕቡራት መንግስታት፣ ናብ ኤውሮጳዊ ሕብረት፣ ናብ ኣፍሪቃዊ ሓድነት፣ ከምኡ'ውን ናብ ኣህጉራውን ዞባውን ትካላት ስደተኛታትን ተጣበቕቲ ሰብኣዊ መሰላትን ብኣካልን ብዋሕዚ መዘከራትን ቃልስታቱ ክቕጽል ምዃኑ ፈጻሚት ሽማግለ ኣረጋጊጹ። መንእሰይ ኤርትራ ቀንዲ ተገፋዒ ናይ ምልክን ኩነታት ስደትን ኮይኑ ኣብ ዝርከበሉ እዋን ቃልስታቱ ዘንህር ዘሎ ክፋል ሕብረተሰብና ምዃኑ ሰልፊ ዲሞክራሲ ህዝቢ ኤርትራ ኣስሚርሉ። ኣብ ውድባት፣ ኣብ በርጌሳዊ ማሕበራት፣ ኣብ ኤለክትሮንያዊ ናይ ልዝብ ኣዳራሻት ተሰሊፉ ኮነ ብውልቃዊ ተበግሶታቱ ዘርእዮ ዘሎ ናህሪ ተቓውሞ ሰልፍና ይንእዶ። ከምቲ ናይ ስራሕን ትምህርትን ዕድሚኡ ብምልኪ ዝተሰርቀ ሕጂ ውን ተሪፉ ዘሎ ኣፍራዪ ዕድሚኡ በቲ ናይ ስርዓት ህግደፍ ጸረ ውደባ ጎስጓስ ወይ ኣብ ደምበ ተቓውሞ ብዘሎ ኣሉታዊ ቅርሕንትን ሕድሕድ ምጽልላምን ስነ-ኣእምራዊ ግዳይ ከይኸውን ብርቱዕ ቃልስታት ከካይድ ኣካዳምያዊ ትምህርቱ ክቕጽል ካብ ጸቢብ ማሕበራዊ ሕማማት ርሒቑ ኣብ መሰረታዊ ጸረ ምልካዊ ተግባራት ከተኩር ኣውራ ድማ ዝተወደበ ዕማማት ከካይድ ፈጻሚ ሽማግለ የዘኻኽር። ኣብዚ መዳይ እዚ መንእሰያት ሰልፊ ዲሞክራሲ ህዝቢ ኤርትራ ምስ ዝተፈላለዩ መንእሰያት ብምርኻብ ኮነ ብዝረኣን ዝንበብን ዝስማዕን ዜናዊ ማዕከናት ጉዳይ መንእሰይ ኣብ ምቅላሕ ዝዓመምዎ ተራ ፈጻሚ ሽማግለ ሞገሶ ኣመዝጊቡ ዕዉት ምስንዳእ ጉባኤ ምትእስሳር መንእሰይ ሰልፊ ዲሞክራሲ ህዝቢ ኤርትራ ንምክያድ ድማ ዘይሕለል ሰብኣውን ማተርያልያውን ደገፉ ከበርክት ምዃኑ ኣረጋጊጹ። ኣብ ውሽጣዊ ሰልፋዊ መዳይ፣ ፈጻሚ ሽማግለ፣ ብፍላይ ኣብዚ መድረኽ እዚ፣ ፖለቲካዊ ውሽጣዊ ሃላዋቱ ኣብ ርጉእ ኩነታት ከም ዘሎ፣ ኣባላቱ ድማ ኣብ ዝተፈላለየ ቦታታት ክብድሆም ዝጸንሐ ኩነታት ብዘተኣማምን መንገዲ ሰጊሮም ኣፍራዪ ተራ የበርክቱ ምህላዎም ገምጊሙ፣ ንስራሕን ኣድማዒ ኣበርክቶን ንዋፈር ዝብል መድረኻዊ መርሆ ሰልፊ ድልዱል ባይታ ረጊጹ ይምርሽ ምህላዉ መዚኑ ሞገሱ ንመላእ ኣባላት ሰልፍን ምስ ሰልፊ ክተሓባበሩ ንዝጸንሑ ኣካላትን እውን ኣመዝጊቡ። ኣብ ምዝዛም ዕዮታቱ ድማ ነቲ ኣብ ዝሓለፈ ካልኣይ ኣኼባ ማእከላይ ባይቶን ራብዓይ ስሩዕ ኣኼባ ፈጻሚ ሽማግለን ዝጸደቐ ዓመታዊ መርሓ ውጥን ሰልፊ ኮነ ኣርባዕተ ወርሓዊ ክፋል መደብ ዕዮ ዳግም ተመልኪቱ ብምንጽጻር ንኣሰራርሓኡ ገምጊሙ። ካብ ዝጸደቐ መደብ ዕዮታት ሓያለይ ክፋሉ ኣብ ተግባር ዝወዓለን ዝተዓወተን ክኸውን እንከሎ፣ ገለ ዕማማት ድማ ኣብ መስርሕ ምትግባር ምህላዎም ተገንዚቡ። ካልእ ውሑድ መደባት ግን ብወድዓዊ ይኹን ባዕላዊ ሕጽረታት ክትግበር ዘይከኣለ ከምዝርከቦ ኣስተብሂሉ። በዚ መሰረት ነቲ ዝተዓወተ መደባት ብምንኣድ ኣብ መስርሕ ዘሎ ጉዳያት ናይ ምዕዋቱ ውሕስነት ብዘረጋግፅ መንገዲ ክቕፅል ወሲኑ። ነቲ ክትግበር ዘይከኣለ ድማ ፀገማቱ ብምፅናዕን ምእላይን ንምትግባሩ ዘኽእል መደብ ሰሪዑሉ። ብተወሳኺ ኣብ መዳይ ውሽጣዊ ግንባር ኣድማዒ ሰልፊ ንምህናፅን ትካላዊ ኣሰራርሓ ሰልፊ ንምዕዛዝን ዘብቅዕ ናይ መጻኢ ኣርባዕተ ወርሒ መድረኻዊ መደብ ዕዮ ኣጽዲቑ። ብተወሳኺ፣ ሓሙሻይ ኣኼባ ፈጻሚት ሽማግለ ሰልፊ ዲሞክራሲ ህዝቢ ኤርትራ፣ ብዛዕባ'ቲ ካብ ዝስወር ኣብ ዝመጽእ ወርሒ ለካቲት ሓደ ዓመት ዝመልእ ዘሎ ሓው መሓመድ ዓሊ እብራሂም ኣልዒሉ ብዕቱብ ተመያይጡ። መንግስቲ ሱዳን፣ ዞባውያንን ዓለምለኻውያን መንግስታትን ማሕበራትን ከምኡ'ውን ሰብ ጽቡቕ ድልየት ዝኾኑ ኤርትራውያንን ወጻእተኛታትን ነቲ ብዕለት ዓሰርተ ኣርባዕተ ለካቲት ክልተ ሽሕን ዓሰርተ ክልተን ኣብ ከሰላ ሃለዋት ዘጥፈኤ ኣባል መሪሕነት ሰልፊ ዲሞክራሲ ህዝቢ ኤርትራ ዝኾነ ሓው መሓመድ ዓሊ እብራሂም ንምርካብን ንምድሓንን ብሓባር ጸዓት ክገብሩ ፈጻሚት ሽማግለ እንደገና ጸዋዒቱ ይሐድስ ኣሎ። ውድቀት ምልካዊ ስርዓት ንምቅልጣፍ ንወሃሃድ፣ ቁልዒ ለውጢ ይጎሃሃር፣ ንስራሕን ንኣድማዒ ኣበርክቶን ንዋፈር፣ ክብርን ዘልኣለማዊ ዝኽርን ንስዉኣት ኤርትራ፣ ፈጻሚት ሽማግለ ሰልፊ ዲሞክራሲ ህዝቢ ኤርትራ፣ ዕስራን ሸውዓተን ጥሪ ክልተ ሽሕን ዓሰርተ ሰለስተን።

ሰማዕትና ንሎሚ ዘዳለናልኩም መደብ ፈነዋ ትግርኛ ኣብዚ ዛዚምና ኣለና ዝሓንቀንዩ ብሰላም የራኽበና